ብመንፈሳዊ ህላዌኹም ምሳይ፣ ብኣካላዊ ህላዌኹም ግና ኣብ ተፈላለየ ኹርናዓት ዓለም ኮንኩም፣ እቲ ምስ ከደ ዘይምለስ፣ ዋጋኡ ንወርቅን ኣልማዝን ኣሎን ዝበሃል ካልእ ዝኸበረ መዓደኑን እንተሎ ዘይትመን ዝኸበረ ግዜኹም ሂብኩም ብኣገልግሎት ሓንቲ ሓቂ ወይ ብሓንቲ ሓቂ ሚኒስትሪ ንዝመሓላለፍ መንፈሳዊ ፈነወታት እትከታተሉ ዘለኹም ብሩኻትን ፍቑራትን ኣሕዋተይ ጸጋን ሰላምን ካብ ያህወ ዝስሙ ኣምላኽናን ካብ ወዱ ጎይታናን መድሓኒናን የሱስ ክርስቶስን ምስ ኩለንትናኹም ይኹን። ከመይ ትኾኑለይ ኣለኹም ከመይከ ቀኒኹምለይ ኣለኹም? ኣነ ብምሕረት ኣምላኽን ብጸሎት እቶም ንኣምላኽ ዝፈርሁ ሰባትን ሰላምን ሰናይን ጥዑምን ኣሎኹ። ንስኻትኩም ድማ ካብዚ ኣነ ዘለኹዎ ንላዕሊ ሰላምን ሰናይን ጥዑምን ክትህልዉ ናይ ኩሉ እዋን ትምኒተይን ጸሎተይን ኣብቲ ልዑልን እዩ። ፍቑራተይ ንዝሓለፈ ክልተ ሰለስተ ተኸታተልቲ ቀዳመይቲ መዓልትታት ወይ ክልተ ስለስተ መደባት ኣየመሓላለፍኩን ምስናይ ይቕሬታ ካልእ መንፈሳዊ ዕዮ ጸሚዱኒ ስለ ዝነበረ ድማ'ዩ ሎሚ ግና እታ ክንካፈላ ዘሎና መቐጸልታ ናይቲ ሒዝናዮ ዘለና ሒዘ ብጸጋ ኣምላኽ መጼኩም ኣለኹ ኣብ ዝሓለፈ እዋን ማለት ኣብ ትሕቲ እታ መጀመርያ ፍርሃት ኣምላኽ ንኣምላኽ ምፍላጥ ኣብ ትሕቲ ትብል ኢና ዘሎና ኣብ ዝሓለፈ እዋን ብዛዕባ መገድታቱ ክንርኢ ናብቲ ዝቐጽል ዘሎ መደብ ኢለ ነይረ ሕጂ ግን ቁርብ ኣብቲ ፍርድታቱ ዝብል ምልስ ከብለኩም ኣብ ውሽጠይ ረኺበዮ ኣለኹ ስለዚ ብኡ ሎሚ ገለ ክንካፈል ኢና ንቕድሚት ዘሰጉመና። ክብርን ስም ይኹን። ንምሉእ ትሕዝትኡ ድሕሪ እዛ ሓጻር መሰጋገሪ ሙዚቃ ክምልሰኩም እየ። ኣይተርሕቑ። ክብሪ ነቲ ብሩኽ ኣምላኽ ይኹን። ስለ ትዕግስትኹም ድማ ጎይታ የሱስ ኣዕዚዙ ይባርኽኩም ክብል እፈቱ። እም ክብሪ ንኣምላኽ። መቸም ፍርዲ ኣምላኽ ከም መንነቱ መጠን እዩ። ፍርዲ ነፍሲ ወከፍ ከምቲ ዝኾኖ መጠን እዩ። ምኽንያቱ ብደረጃኻን ብኣመላኽታኻን ትኸዶ ስለ ዝኾነ። ብደረጃኻን ብኣመላኽታኻን ትኸዶ ክሳብ ዝኾነ ድማ ምስ እስኻነትካ ወይ ምስ መንነትካ ምትእስሳር ክህልዎ ናይ ግድን እዩ። መን ኢኻ? ከምኡ መጠን እዩ ኸኣ እቲ ፍርድኻ። መን ኢኻ? ከምኡ መጠን እዩ ኸኣ እቲ ኣመላኽታኻ። ናብ ፍርዲ ኣምላኽ ምስ እንምለስ ድማ ፍርዱ ልዑል እዩ፣ ዓሚቕ እዩ፣ እቲ ምንታይ ንሱ ልዑል ስለ ዝኾነ። ፍርዱ ጻድቕ እዩ፣ እቲ ምንታይ ንሱ ጻድቕ ስለ ዝኾነ። ክብሪ ንስም ይኹን። ኣብ ፍርዲ ኣምላኽ ክንመጽእ ከለና ፍርድታት ናይቲ ልዑል ውጽኢት ናይ ሕግን ሓቅን እምበር ውጽኢት ናይ ሕጊ ጥራይ ከም ዘይኮነ ማዕረ ክንደይ ኮን ንፈልጥ ንኸውን። ሕግን ሓቅን ዝበሃሉ ክልቲኦም ክራኸቡ ከለዉ ውጽኢት ናይ ክልቲኦም ፍርዲ ይኸውን። ኣብዚ ናይ ዓለም ቤት ፍርዲ ክንዕዘብ ከሎና፣ ከሳሲ ይኸስስ እሞ ተኸሳሲ ይቐርብ፣ ተኸሳሲ እውን ናቱ ሓሳብ እህብ፣ ከሳሲ ናቱ ቅጽል፣ ኣብ መንጎ እዚ እቲ ክሲ ብሓቂ ክሲ ኮይኑ እንተድኣ ተረኺቡ ክሲ ንምዃን እቲ ዘማልኦ ቀጥዕታት ኩሉ ዘማለኣ ኮይኑስ ርትዓዊ እንተድኣ ተባሂሉ ሽዑ ዳኛ ናብ ፍርዲ ገጹ ይኸይድ። ናብ ፍርዲ ክኸይድ እንከሎ ኣብ ኣብቲ ሕጊ ዘሎ ምጥቃስ እዩ። ብዓንቀጽ ክንድዚ እዝባር ክንድዚ ከምዝን ከምትን ከምትን ንዝገበረ ዝግብኦ እዚ እዩ ዝብል እዩ ዝመጾ። እዚ ጥራይ ግን ኣይኮነን ዝገብ እዩ ዝገ ኣይኮነን ዝገብር እቲ ዳኛ ዳኛ ፍትሓዊ ምእንቲ ክኸውን ነቲ ተኸሳሲ ነቲ ክሱ ኣሚኑ ዘሎ ክብሎ ይጅምር ሓደ ነገር ንሱ ኸኣ ደጊም በዝን በዝን በዝን በዝን ክሱስ ኢኻ ቅድሚ እቲ ዝግባእ ፍርዲ ምሃበይ እትብሎ ነገር ኣለካ ዶ? ትህቦ ሓሳብ ኣለካ ዶ? ተኸሳሲ ናቱ ሽግር ወይ ገለ ዘህልዎ ነገር እንተድኣ ኣሎ ይህብ እሞ ነቲ ሽግሩ ነቲ ኩነታቱ ኣብ ግምት ዘእቱ ነገር ድማ ፍትሒ ይበሃል። ክልቲኡ ተደሚሩ ዓሰርተ ዓመት ክእሰር ዝነበሮ እንተድኣ ኮይኑ፣ ሸውዓተ ዓመት ተኣሲሩ ክወጽእ ወይ ኣብ ሽዱሽተ ዓመት ማእሰርቲ ክውድእ ክኸውን ይኽእል። ስለዚ ፍርዲ ኩሉ ግዜ ሕጊ ጥራይ ሒዙ ዝኸይድ ዘይኮነ ፍርዲ ሓቂ ይሕዝ እዩ። ሓቅን ሕግን እየን እተን ናብ ፍርዲ ድወስዳ እምበር ሕጊ ጥራይ ኣይኮነን። ምክንያቱ ሕጊ ጥራይ እንተ ኮይኑ ዝኾነ ይኹን ሰብ ፈራዳይ ክኸውን ይኽእል እዩ። ሕጊ እንተድኣ ኮይኑ ነቲ ሕጊ ዝነበበ፣ ነቲ ሕጊ ዝመለኸ፣ ነቲ ሕጊ ዝተረደኣ እንታይ ይብል ኣሎ፣ እንታይ ትሕዝትኡ፣ እንታይ እንታይ ንዝገበረ እዩ እዚ ይግብኦ ዝብሎ ዘሎ ኩሉ ሸምዲዱ ንዝሓዞ ንዝተረድኦ ብኡ መሰረት ክፈርድ ይኽእል እዩ ብሕጊ ጥራይ ተዝኸውን ነይሩ። ግን ብሕጊ ጥራይ ኣይኮነን እቲ ዝኽየድ ሕግን ሓቅን ክልተ ነንበይነን ነገር ምዃነን መቸም ትስሕትዎ ኣይብልን እየ። ኣብ ወንጌል ዮሃንስ ምዕራፍ ሓደ መበል ዓሰርተ ሸውዓተ ፍቕዲ ዘሎ እኹል መረዳእታ እዩ። ሕጊ ብሙሴ ተዋሂቡ እዩ እሞ ጸጋን ሓቅን ግና ብየሱስ ክርስቶስ መጸ ይብል። ስለዚ ብየሱስ ክርስቶስ ዝመጸ ሓቂ እዩ፣ ብሙሴ ዝመጸ ግን ሕጊ እዩ። ክልቲኤን ነንበይነን ነገራት ስለ ዝኾና ክልተ ነንበይኖም ሰባት ድማ ኣድልዮመን። ሙሴ ኣካል ናይቲ ቀዳማይ ኣዳም ዝኾነ ሰብ እዩ፣ ክርስቶስ እቲ ካልኣይ ኣዳም ናይቶም ብእኡ ዘለዉ ሓድሽ ፍጥረት መበቆሎምን መሰረትኦምን ዝኾነ እዩ። ክብርን ስም ይኹን። ስለዚ ክልተ በበይኖም ከድልይወን ዝኸኣሉ ክልቲኦን በበይነን ስለ ዝኾና ጥራይ እዩ። ግርም እዚ እንድሕር ሒዝና ዝያዳ እንዳዓሞቕና እንዳዓዘዝና ክንከይድ ኢና ሕጂ ፍርዲ ኣምላኽ እምበኣር ሕግን ሓቅን ኣብ ግምት ዘእተወ እምበር ሕጊ ጥራይ ዝሓዘ ኣይኮነን እዚ ዝብሎ ዘለኹ ኣጸቢቑ ምእንቲ ክርድኣና ናብ መጽሓፍ ቅዱስና እንዳኣተና እንዳኣተና ክንከይድ ኢና ሰለሙን ብጥበቡ ዝተገንዘቦ ነገር ኣሎ ብጥበቡ ዝተገንዘቦ ነገር ኣሎ እንታይ ኢሉና ኣብ መክብብ ኣብቲ ሳምናይ ምዕራፍ ከም ናይ ረሲእ ዝበለ ዝበፅሖ ፃድቕ ኣሎ ከም ናይ ፃድቕ ዝበለ ዝበፅሖ ረሲእ ድማ ኣሎ ኢሉና ኣሎ ብዙሕ ግዜ ንሕና እንብሎ በቲ ብዓይንና እንሪኦ እዩ። ሓደ ሰብ ንኣብነት ከይሓመመ፣ ከይጸመመ፣ ከይደኸመ፣ ብሸነኽ ጥዕናኡ ምሉእ ብናይ ሕክምና ብ ከምዚ ኣብዚ ምዕራባዊ ክፍለ ዓለም ከም ዝግበር ዓመታዊ ምርመራ ኣሎ ቼክ ምግባር ብኡ ብተገብረ መሰረት ኩሉ ጽቡቕ ኣሎ ተመስገን ኣምላኽ ዘብል እዩ፣ ኣማን እዩ ዘሎ ዘብል ኩነታት ጥዕና ዘለዎ ሰብ ሃንደበት እንተድኣ ሞይቱ እቲ ተቐላጢፍካ ዝበሃል ነገር እንተሎ ብገለ ክፉኡ ትፈልጠሉ ነገር እንተድኣ ጸኒሕካ በቃ ኣምላኽ ከርቲምዎ ኣምላኽ ወቒዕዎ፣ ኣምላኽ ቀዚፍዎ፣ ወሲድዎ፣ ኣይምስማዕ እንድዩ ኣብዩ፣ ወዘተ ዝበሃል እዩ እቲ ዝብሃል፣ እቲ ዝወሃብ ወይ እቲ ዝብሎ ኣመላኽታ። ገለ ካብኡ ፍልይ ዝበለ ጭዋ ዝኾነ ኣተሓሳስባ ወይ መንፈሳዊ'ዩ ዝበሃል እንተድኣ ኣሎ ከኣ ርኢኻ ድያብሎስ ተጻዊትሉ፣ ድያብሎስ እዩ ወቒዕዎ ዘሎ ዝበሃል ከኣ ይመጾ። ግን እቲ ነገር ካብዚ ክልቲኡ ወጻእ ክኸውን ይኽእል እዩ። ጻድቕ እንተ ተመንጠለስ ካብ ክፉእ ከም ተኣርነበ መን የስተብህሎ ይብል እዩ'ሞ፣ እቲ መጻኢ ኩላትና ዝፈልጥ ኣምላኽ፣ እዚ ሰብ እዚ ንቕድሚት ዝገብሮ ሕማቕ እሞ ሕማቕ ነገር ከም ዘሎ እሞ ብኡ እንተ ጀሚርዎ ከኣ ብንስሓ ናብ ዘይሕደሰሉ ደረጃ ክበጽሕ ይኽእል ምዃኑ ዝፈለጦ ምስ ዝኸውን እሞ፣ ኣብኡ ክበጽሕ የብሉን ኢሉ ወሲድዎ ተኾነኸ መን ሓስቦ? ኣብኡ ክበጽሕ የብሉን ኢሉ ኣልዒልዎ ተኾነኸ ደም ወደይ ብዘይ ጻማ ክተርፍ የብሉን ብዛዕባ ሰብ እዚ እውን ፈሲሱ ይብል ተሃለወኸ ስለዚ ሪኢኹም በቲ ንሕና እንብሎ ኩሉ ንኣምላኽ ከም ዘይንፈልጦ ኢና ንርኢ እሞ ከይፈለጥና ከኣ ክንፈርሖ ኣይንኽእልን ኢና። ስለዚ ክሳብ ከምቲ ዝግባእ ዘይፈለጥናዮ፣ ከምቲ ክንፈልጦ ዘለና ክሳብ ዘይፈለጥናዮ፣ እቲ ፍርሃትና ድማ ከምኡ መጠን እዩ ዝኸውን። መጽሓፍ ቅዱስና ግን ነግረና ኣሎ ከምኡ ዝበለ ክበጽሕ ከም ዝኽእል። ኦኬ ናብታ ሰለሙን ዝበላ ምልስ ክብል ከም ናይ ረሲእ ዝበለ ዝበጽሖ ጻድቕ ኣሎ ከም ናይ ጻድቅ ዝበለ ዝበጽሖ ረሲእ ድማ ኣሎ ንሕና ሕጂ ሰብ ጻድቅ ክንብሎ ከለና እና ክጽሊ ዝስማዕ እና ክጠርዕ ምላሽ ዝረክብ ክገብሮ ኢሉ ገጹ ዘቅንዓሉ ኢዱ ድዝርግሓሉ ንቅጽበት ድሰልጦ ዝካወነሉ ዝገራገበሉ ዝሓዞ ዝምእኩተሉ ዝባረኸሉ ኣብ ሰባት ምጉስ፣ ውዱስ፣ ፍቱው ወዘተ እዚ እንተኾይኑ ብሓቂ ኣምላኽ ምስኡ ዝኾነ ሰብ እንድዩ። እዚ ከመይ ድዩ ዝጻልት ከመይ ድዩ ምስ ኣምላኽ ግዜ ዘሕልፍ ከምኡ ዓይነት ሰብ እኮ የለን ኢልና ኢና ንውድኦ ግን ብውሽጢ ረሲኡ ተኾነኸ ታይ ትፈልጦ። ደቂ ሰባት ኣብቲ ዝረኣ ነገራት ኢና ንጥምት ኣብቲ ዝኸውን ነገራት ኢና ንጥምት ነዚ እዩ ኸኣ ኣምላኽ ኣቦና ዳዊት ነቲ ሓቂ ኣብ ውሽጢ ኢኻ ትደልያ ዝበሎ ኣብቲ ዝኸውንን ዝሰልጥን ዝዝረብን ዝፍጸምን ኣብኡ ኣይኮነን ዘሎ ሓደ ኸኣ ጻድቅ ክነሱ ከም ኣቦና እዮብ ከም ናይ ኣቦና እዮብ ዝበለ ኸኣ ዝበጽሖ ድማ ኣሎ እዚ ኸኣ ከምቲ ዕሩኽ እዮብ ዝበልዎ ሎም እውን ካብ ዕሩኽ እዮብ ከይተምሃርና ኣፍና መሊእና ከምዝን ከምትን ንብል ዝግ እኳ ኣይንብልን ብሩኻተይ ስለዚ ኣብዚ ዘይፈለጥናዮ ናይ ፍርዲ ነገር ከም ዘሎ እዩ ዘርእየካ። ፍርዲ ክበሃል ከሎ ብዛዕት ናይ መወዳእታ ግዜ ጥራይ ኣይኮነን። ፍርዲ ክበሃል ከሎ ኩነኔ ጥራይ እውን ኣይኮነን። ፍርዲ ክበሃል ከሎ መቕጻዕቲ ንባዕሉ እውን ሓደ ኣካል ናይ ፍርዲ እዩ። ክንድዚ ዓመት ክቐጻዕ ተፈሪዱ ይበሃል። ፍርዲ እዩ። ኹም ስለዚ እስከ በዛ ሰለሙን ኢልዋ ዘሎ መጽሓፍ ቅዱስና እስከ እንዳዳሕሰስና ንኸይድ ኣብኡ ስለምንታይ ከምኡ ከም ዝኾነ ድማ ክንርዳእን ክነሰብህልን ኢና ገርም ከም ናይ ረሲእ ዝበለ ዝበጽሖ ጻድቕ ኣሎ ከም ናይ ጻድቕ ዝበለ ዝበጽሖ ረሲእ ድማ ኣሎ ኣብዚ ክልተ ዓይነት ሰባት ክንርኢ ኢና። እቲ ሓደ ዓይነት ኣቦና ዳዊት ክኸውን ከሎ እቲ ካልኣይ ከኣ ንጉስ ሳኦል እዩ። ንጉስ ሳኦል ከም ኣብ ካልኣይ መጽሓፍ ሳሙኤል መበል 21 ምዕራፍ ተሰኒዱልና ዘሎ ንጉስ ሳኦል ነቶም እያሱ ወዲ ዮፋነ እቲ ባርያ ኣምላኽ እያሱ ወዲ ነዌ ይቕሬታ ዝመሓለሎም እቶም ህዝቢ ኣብ ማእኸል ክነብሩ ከለዉ እቲ ዛንታ ምስ ተረድኦ ሳኦል ብቕንኣት እዚኦም ንእያሱ ኣታሊሎምን ንእያሱ ጠቢሮምን ዝኣተዉ ክሳዕ ድምሕለሎም ዝተማሳሰሉ፣ ዝተማሻኸኑ፣ እዚኦም ኢሉ ሕንሕኖ ከውጽኣሎም ፈቲኑ። ገፊዕዎም። ሕጂ ከምቲ ሕጊ፣ ርኣዩ ሕጂ ክነግረኩም እየ፣ ከምቲ ሕጊ እንተኾይኑ ዝገፍዖም ሳኦል ስለ ዝኾነ፣ እቲ ኣብ ግዜ ዳዊት ዝወረደ ናይ ሰለስተ ዓመት ድርቂ፣ ንሰለስተ ዓመት ዝኾነ ዕጽወተ ሰማይ፣ ንሱ ብግዜ ሳኦል እዩ ክኾን ነይርዎ። ምኽንያቱ ዝገፍዐ ሳኦል ስለ ዝኾነ ገፊዑ ኣሎ ይዘርእ ኣሎ ማለት እዩ። ክግፋዕ ከኣ ነይርዎ ክዓጽድ። ሰብ ነቲ ዝዘርኦ ክዓጽድ እዚ ሕጊ እዩ። ሰብ ነቲ ዝዘርኦ ክዓጽድ ሕጊ እዩ። ክነግረኩም እየ ግና ብጣዕሚ ዝገርም ግን ኣብቲ ሕጊ ጸጋ ድማ መጽኡ እዩ። እንታይ እንተኢልና መን ኣሎ መለሊኽ ማሸላ ዘሪኡ ወይ ሓደ ኩባያ ትኣክል ማሸላ ዘሪኡስ ሓደ ኩባያ ትኣክል ማሸላ ጥራይ ዝዓጽድ ከቶ የለን። እወ እቲ ሕጊ ቤሎ ማሸላ ዘሪእኻ እወ ማሸላ ትዓጽዳ ምዃንካ ክህሉ ከሎ እቲ ጸጋኻ ቤሎ ክንዲ እቲ ዝዘራእኻዮ ግን ኣይኮነን እቲ ትዓጽዶ ዕዘት ዘለዎ እዩ። ንእግረ መገደይ እየ እዚ ዝብል ደለኹ ድማ ክብሪ ንኣምላኽ ሕጂ ናብቲ ርእሰ ነገረይ ምልስ ምስ በልኩ ሳኦል ገፊዑ ብግዜ ሳኦል ክኸውን ነይሩ እቲ ምዕጻው ሰማይ እዚ ከም ሕጊ እየ ዝዛረብ ዘለኹ ብሩኻተይ ዓይኒ ዘንቆረ ዓይኑ ይንቆር እዚኣ እንዳታ ሕጊ ኢድ ኣብ ክንዲ ኢድ እዚኣ እንዳ ተሓጌ ምግፋዕ ኻብ ክንዲ ምግፋዕ ትኸውን ገፊዕዎም እወ ኣብ ዘመኑ ሰለስተ ዓመት ሰማይ ክዕጾ ነይርዎ ኣብ ዘመኑ ድርቂ ክኸውን ነይርዎ እዚ ከም ሕጊ እዩ ግን እዚ ሳኦል ዝገበሮ ብግዜ ሳኦል ኣይበጽሖን ኣይበጽሐን ሳኦል ምስ ፍልስጤማውያን እተገጠመ ዕወት ነይሩ ሳኦል ብዙሕ ነገር ተገበረ ጽቡቅ ነገር ኾነሉ ነይሩ ሳኦል ብዙሕ ነገር እዚ ረሲእ ክነሱስ ከም ናይ ጻድቅ ዝበለ ክበጽሖ ኾሎ ማለት እዩ ኦኬ ኦኬ ሕጂ ኣብዛ ንሳኦል ክትበጽሖ ዝግብኣ ኢለ ከም ሕጊ ድዛረባ ዘለኹ ስለምንታይ ንሳኦል ኣብ ግዜ ሳኦል ኣይኮነትን ከኣ ክንእግረኩም እየ ሽዑ እቲ ሓቂ ከኣ ክንርእ ኢና ስለዚ እቲ ፍርዲ ናይ ሕግን ናይ ሓቅን ውጽኢት ምዃኑ ክንግንዘብ ኢና እዚ ነገር እዚ ብግዜ ኣቦና ዳዊት ግን ኮይኑ ብግዜ ኣቦና ዳዊት ሰለስተ ዓመት ኣብቲ ሃገር ድርቂ ኾነ ኣቦና ዳዊት ብዝገበሮ ድዩ እንታይ ኢልና ኣይፋሉን ኣቦና ዳዊት ናብ ባትሴባ ብዝሙት ስለ ዝወደቐ ድዩ ኣይፋሉን እቲ ዝገበሮ ዝሙት ከይፍለጦ ክብል ንኡርያ ቅትልዎ ብምዃኑ ድዩ ኣይፋሉን ወይስ ድሕሪ እዚ ኩሉ ንባትሴባ ከም ብሓድሽ ሰበይቱ ክትከውን ምውሳዱ ድዩ ኣይፋሉን እዚ ኩሉ እዚ ኣይኮነን ብዛዕባ እዚ ዅሉ እዚ ኣብ ቅድሚ ኣምላኽ ቀሪቡ ምሕረት ረኺቡ፣ እቲ ኣምላኽ ዝበሎ ኸኣ ተቐጺዑሉ እዩ፣ ተቐቢሉ እዩ። ስለዚ ክልተ ሳዕ ሰለስተ ሳዕ ንሓደ ነገር ዝገበርካዮ ክትፍረደሉ ኣይትነብርን ኢኻ፣ ኣይኮነን ኣብ ቅድሚ እቲ ጻድቕን ለዋህን ዝኾነ ኣምላኽሲ ግደፍ፣ ኣብ ቅድሚ እቲ ሕልና ዘለዎ ሰብ ከማን ስለ ሓንቲ ነገር ክልተ ሳብ ሰለስተ ሳብ ኣይትቕጻዕን ኢኻ። ኦኬ ስለምንታይ ደኣ እሞ ብግዜ ኣቦና ዳዊት መጺኡ ስለምንታይ ደኣ ወሪድዎ ነቦና ዳዊት ኣብ ናቱ ግዝኣት ኮይኑ እዚ እዚ ከዓ ከም ናይ ረሲእ ድበለ ንፃድቕ ዝበፅሖ እዩ ማለት እዩ ንሳኦል ከም ናይ ፃድቕ ዝበለ ዝበፅሖ ረሲእ እዩ ኣቦና ዳዊት ፃድቕ እዩ ከም ናይ ረሲእ ድበለ ግን በፂሕዎ ስለምንታይ? ኢሉ ናብ ቅድሚ ኣምላኽ ከይዱ ምስ ሓተተ፣ ሳኦል ነቲ እያሱ ባርያይ ዝመሓለሉ ህዝቢ ሳኦል ገፊዕዎ ኢሉ መሊሱሉ። እሞኸ ሕጂ? ምስ በለ፣ ሕጂዶ እቶም ጊብዖናውያን ወይ ሃዋውያን ዝብሉኻ ስምዓዮም፣ ንሱ ምስ እትሰም ድብሉኻ ምስ እትገብር እየ ኣነ ዝልመነካ። ኢልዎ ከይዱ ኸኣ ከምኣ ገይሩ ሰማይ ተኸፊቱ እ ዘራእትን ቦቕልን ዓጺድን ከም ቀደሙ ኾይኑ። ስለምንታይ ብግዜ ሳኦል እዚኣ ዘይኮነት እንተ ኢልና ሳኦል ከም ናይ ዳዊት ዝበለ ገጽ ኣምላኽ ብዛዕባ ዝኾነ ይኹን ነገር ገጽ ኣምላኽ ምድላይ ዝብል ምስትውዓል ስለ ዘይነበሮ እዩ። ስለዚ እታ ፍርዲ ክትከውን ኣለዋ ግን ምእንቲ ከኣ ሓታቲ ክትረክብ ስለምንታይ እያ ኮይና ዘላ ዝብል ክትረክብ ገጽ ኣምላኽ ክድለየላ ምእንቲ ክኽእልሲ ብዘመን ኣቦና ዳዊት ብዘመን እቲ ከም ልበይ ኢሉ ዝመስከረሉ ብዘመኑ ገይርዋ ሪኹም ሕጅሱ ገጽ ኣምላኽ ምድላይ ይፈልጥ እዩ ዘይከም ሳኦል ዘይ ከም ሳኦል ገጽ ኣምላኽ ምድላይ ይፈልጥ እዩ። ገጽ ኣምላኽ ምድላይ ስለ ዝፈልጥን ቃል ኣምላኽ ከም ዝግባእ ከምቲ ዝሰምዖ ጌሩ ስለ ዝገብሮን ከምቲ ሓሳብ ፈጣሪኡ እምበር ከም ሓሳቡ ጌሩ ስለ ዘይርድኦን ብግዚኡ ጌርዋ። ስለዚ ሪኢኹም እቲ ሓቂ መዓስ እንተኾነ እታ ጽቡቕ ናብቲ ሓቂ ክንመጽእ ምስ በለ ብግዜ ዳዊት ተኾነት። እወ ስለዚ ሕጊ ክትፈርድ ከላ ሓቂ ግዜ ክትመርጽ ከላ ንርኢ። ኣምላኽና ብፍርዱ ጻድቕ ምዃኑ ክርከብሲ ሕግን ሓቅን ኣተሓሒዙ እዩ ዝፈርድ ብሩኻተይ። እስከ ኣጸቢቕና ነስተብህል። ገና ካልእ ኣብነት ክህበኩም እየ። እዚ ምእንቲ ክርድኣና ማለት እዩ። ንሱ ኸ እንታይ እዩ? እስከ ሕጂ ውን ነቦና ዳዊት ከም ኣብነት ነምጻዮ ነቦና ዳዊት ከም ኣብነት ነምጻዮ ክነምጾ ከለና ኣቦና ዳዊት ኣብ ቫትሴቫ ብምእታው ዘምዩ ኣብ ሰበይቲ ብጻይ ዝኣተወ ብዳር ምኣም ንክቕተል ሕጊ ፈሪዱ ሕጂ ከም ሕጊ ጥራይ እንተትኸውን ራዩ ከም ሕጊ ጥራይ እንተትኸውን ኣቦና ዳዊት ቀጥታ ክቅተል ጥራዩ ዝግብኦ ብዳርባ እምኒ ክቅተል ጥራዩ ዘለዎ በቃ ሕጊ ብፍርድስ ብፍርድ ናይቲ ሕጊ ነቲ ድኻውን ኣይትደንግጸሉ ድኻ እንዲ ካብ ድኻ ድበልዓካ እቶም ድኻታት ከብዲ ንበልዕ መቸም ከብዲ ንበልዕ ከብዶም ድበልዖም ድኣ መዓርክ እንዲ ኣለዉ ኮኑ ብዛ ዓለምና እቶም ሃብታማት ድበሃሉ ከብሕትዋ ንውልቆም ክነብርዋ ብዙሕ ሰይጣናዊ ፕላን ውጥን ሒዞም ይጓዓዙ ኣለዉ ኮይኖም እምበር ድኻ ካብ ድኻ በልዓካ ስለ ዝኾነ እዩ ብፍርድስ ነቲ ድኻ እውን ኣይትደንግጸሉ ዝብል እቲ ጽሑፍ ስለዚ ሕጊ ንንጉስ የብሉ ንተራ የብሉ ንሰብኣይ የብሉ ንሰበይቲ የብሉ ሕጊ ንኹሉ እዩ ፈሪዱ እዚ ክገብር ዝግብኦ ብዳርባ እምኒ ይቀተል ብዘየገድስ መን ብዘየገድስ መን ግና በታ ኣቦና ዳዊት ኣብ ቫትሴቫ ዝኣተወላ እሳ ጥራይ ከዓ ዘይኮነ መሊሱ ንኡርያ ዝቐተለላ በዚ ኩሉ እዚሲ ኣቦና ዳዊት ግን ክመወት ኣይንርእን ኢና ንጉሰ ዝኾነ ድዩ? ምስ ደገዝማቲ መን ተመጓቲ ዝዓይነቱ ድዩ? ኣይፋሉን ብሩኻተይ ኣይፋሉን ነገር ግን ነገር ግን ይዘሙ እምበር ከም ሕጊ ብዳርማ ኣምልኽ ክቕተል ዝግብኦ እውን ይኹን እምበር ሓቅኻ እያ እንታይ ትብል። ሓቂ ስለምንታይ ከምኡ ገይሩ ሓቂ ንድርኺት ናይ ውሽጡ ነዚ ኩሉ እዝን ነዚ ዝመስል ኣምላኽና ጥራይ በይኑ ዝፈልጦ ነገራትን ትሕዝ እያ ስለዚ እውን ኣቦና ዳዊት ክናዘዝ እንከሎ ነቲ ሓቂ ኣብ ውሽጢ ኢኻ እትደልያ ዝበለ እንታይ ማለት እዩ ኣብቲ ምግባር ሰሓጤ ብምግባር ደረጃ ሰሓጢያት ገይረወ ኣብ ውሽጢ ግን ባትሴባ መን እያ ባትሴባ ከመይ እያ ንዕኡ ኣመላኽትኡ ልዕሊ ባትሴባ እንታይ እዩ? ንሱኸ ነዚ ነገር እዚ ኺውዕሎ ዚኽእል ድዩ ነይሩ ወይስ ኣይፋሉን? ከመይ እዩ? ርኢኹም፣ ካብቲ ስረ መሰረቱ፣ ነቲ ስረ መሰረት፣ ነቲ ናይ ውሽጢ ንዕኡ እሳ እያ እቲ ሓቂ፣ ኣብኡ እያ ደላ ሕጂ። ስለዚ እዩ እቲ ካብ ኣቦ ዝኾነ ጐይታና የሱስ እውን ዓይኒ ከም እትሪኦ ዘይፈርድ እዝኒ ከም እትሰምዖ ዘይብይን ዓይኒ ኣብ ቅድሚኣ ዘሎ ነገር ክትርኢ ትኽእል እያ ርኢናዮም እንዲና እወ ክዝሙ ክኣቱ ክፅውዓ ከሎ ከፀውዓ ከሎ እቶም ኣምፅዋ ድበሎም እኳ ክምስክሩ ክእሉ እዮም ካልእ ዝትረፍ ኣምፅዋ ድበሎም ስለዚ እወ ከምዚ ክትገብር ከላ ርኢናያ ኢና፣ ክትኣቱ ከላ ናብኡ ርኢናያ ኢና ኢሎም ናይ ዓይኒ መሰኻኽር ክኾኑ ይኽእሉ እዮም። ብዓይኖም እወ ተገይሩ እዩ፣ እቲ ፍርዲ ዝኾነ ግን ዓይኒ ከም ዝረኣየቶ ኣይኮነን። ምክንያቱ እቲ ብሩኽ ኣምላኽ ብፍርዱ ጻድቕ ክኸውንሲ ነቲ ሓቂ ኣብ ውሽጢ ይርኣ እዩ። እዚ እየ እቲ ዝብሎ ዘለኹ ብሩኻተይ። ሕጂ ብዙሕ ሰብ ግን ኣብቲ ፍርዲ ኣምላኽ መጺኡ ሕቶ ዝኾኖ ስለምንታይ እዩ እንተኢልና ንኣምላኽ ብሓንቲ በታ ጸባብ ኣተሓሳስብኡ ወሲንዎ ስለ ዝኸይድ ዘሎ እዩ። ኣይትረስዑ እቲ ፍርሃት እውን ከምኡ መጠን ማለት እዩ። እቶም ዝበዛሕና ድማ ኣብቲ ፍርድታቱ መጺና ሕቶ ዘይብልና ኮይንና ዘይኮንናስ በቃ ኣምላኽ ሰናይ እዩ ዝብል ኣመላኸታ ጥራይ ኣብቲ እምሮና ምስ መልአ ኖኖ እሱ ጻድቕ እዩ ኣይጋገን እዩ ዝብል ኣተሓሳስባ ጥራይ ምስ ሓለወና እወ ኣይጋገን እዩ እወ ጻድቕ እዩ በቃ እዚ ጥራይ ምስ በልና ክንፈልጥ እውን ኣይንደልን ኢና እንተ ገለና ከኣ ንፈርሕ ክንሓትት ስምደ ኣለና ንምንታይ ግን ኣብ ከምዚ ከምዚ ኮይኑ ኣብ ከምዚ ግን ከምዚ ዘይኮነ ኢልና ክንሓትት ስምደ ኣለና ግን ብድሕሬና ምሕሹኽሻኽ ከም ዘሎ ኣታ እዚ ክስቶ ተጠንቀቐሉ ከምዚ ኢሉ ሓትት ኣሎ ምናልባሽ ካብዞም ኣተሓሳስብኡ ናብዞም ኤቴስ ናብዞም ብህልውና ኣምላኽ ዘይኣምኑ ናብኦም ገጹ ይኸይድ ከይህሉ ንጠንቀቐሉ ድብል ምሕሹኽሻኽን ሕሜትን ኣሎ ንሱ ከኣ የተሓሳስቦ ስለ ዝኾነ ክሓትት ኣይደልን ንኣምላኽ ግን ኩሉ ግሁድ እዩ። ሕቶ ዘለካ ምዃንካ ግሁድ እዩ። ገሌኻ ከኣ ድፈለጥካዮ ዘይብልካ በቃ ጻድቕ ስለ ዝኾነ በቃ ኢልካ ምኻድ ውን ኣሎ ምዃኑ ፈልጦ እዩ። ኣምላኽና ግና ክንፈልጥ ጸዊዕና እዩ ብሩኻተይ ክንዓሙቕ ጸዊዕና እዩ። እንተዘይኮይኑ ደኣ ንመላእኽቲ ከም እትፈርድዎም ዶ ኣይትፈልጡን ኢኹም ዝበለ ደኣ ኣበይ ድዩ መዓስ ድዩ ብኸመይ ድዩ ብኸመይ እዩ እንታይ እዩ እንታይ እዩ ዝመጽእ እንታይ እዩ ዘሎ ስለዚ እቲ ሕጊ ንሓደን ቀይሕ ንሓደን ጻዕዳ ስለ ዝኾነ ኣይኮነን ከምኡ ስለ ዝኾነ ኣይኮነን ብሩኻተይ እንታይ ደኣ እቲ ሓቂ ኣብ ግምት ስለ ዝኣቱ እዩ እቲ ሓቂ እውን ማዕረ ሕጊ ተሰሪዑ ስለ ዘሎ እዩ ስለዚ ኣብቲ ሕጊ ምስ መጽ ኣብቲ ፍርዲ ምስ መጻና ሕጊ ሓምሳ ሚእታዊ ክውንን ከሎ ሓቂ ከኣ ሓምሳ ሚእታዊ እዩ ዝውንን እሞ እቲ ፍርዲ ናይዚ ክልቲኡ'ዚ ውጽኢት እዩ። ኣብ ሰብ እኳ ኣብቲ ክፉእ ዝበሃል ሰብ እውን ንስኻትኩም ክፉኣት ንደቅኹም ሰናይ ምግባር ካብ ፈለጥኩም ኢሉ ጎይታና የሱስ መስኪሩልና እንድዩ ክፉኣት ስለዚ ኣብቲ ክፉእ ዝበሃል ሰብ እውን እኳ እንተደኣ ከምቲ ሕጊ ክፈርዶ እናደለየ እስኻ ከ እንታይ ትብሎ ኣለካ ኢሉ ንዕኡ እውን ዕድል ድህቦ እንተደኣ ኮይኑ ማለት እንታይ ደኣ ነቲ ሓቂ ኣብ ውሽጡ ክፈልጣ ዓቕሚ ስለ ዘይብሉ ክሓቶ ጥራይ እዩ ዝኽእል ስለዚ ከምኡ ገይሩ እንተድኣ ዚኸይድ ኰይኑ፣ እቲ ብሩኽን ጻድቕን ኣምላኽ ደኣ ግዳ ክንደይ ኣዝዩ ንኽልቲኤን ዘዝግበእን ስፍራ ሂቡ ናይ ክልቲኤን ውጽኢት ዘይፈርድ ክንደይ ኣዝዩ ብሩኻተይ። ስለዚ መጽሓፍ ቅዱስና ንፍለጦ ብሩኻት። መጽሓፍ ቅዱስና ንፍለጦ ሓደ ግዜ እታ ኣርእስታይ ዝክራኒ ኣብ ብርሃን ሓቂ ብኣያ ብፁ ኣምላኽ ዝተመሓላለፈ ሰሚዐዮ ኣለኹ ሓደ ሰብ መን ከም ዝኾነ ሊንክ ሰዲዱለይ ሰሚዐዮ ክሰምዖ ከለኹ መጽሓፍ ቅዱስ ዘይትፈልጡስ ፓስተራት ትበሃሉ ኢሉ ይዛረብ ኔሩ መጽሓፍ ቅዱስ ብዙሓት ክንዮ መዝሙር ምስማዕ ካብኡ ሓሊፍኩም ኪዱ ናይ ባዕል ናታን ጥራይ ስምዑ እሴኹም ትፈልጡ ኢሉ ጠቂሱ ኔሩ ሓቂ እዩ ነቲ ሓቂ ሓቂ ኢልኩም ተቀበሉ ከምዚ ኣመሉ ምጉሩም ኣመሉ እዩ መንጸርጸሪ እዩ የንጸርጽር እንታይ ደኣ ኣለዎ ካልእ እብሉን ብሸለል ኣይትሕለፍዎ ሓቂ እቲ ዘረባ እቲ ዘረባ ከገድሰኩም ኣለዎ ኩሉ ግዜ እቲ ስብ ብሎ ነበረ ኣምላኽ ከምኡ ዓይነት ኣካይዳ ኣካይድ ድዩ ከምኡ ዓይነት ኣጋ ምግባር ኣለዎ ድዩ ከምኡ ዓይነት ኣካይዳ ይካይድ ድዩ እወ ተባሂልካ ዘይትሰምዕ ምስ ኮንካ እቲ እስኻ ትደልዩ ዓይነት ትንቢት ኣምፅኡ ከጥፍኣካ ይኽእል ይወ ኣብቲ ኣካይዳ ኣምላኽ ዝብል ኣብቲ መገዱ ዝብል ፅቡቅ ገና ክንሪኦ ኢና ነዚ ኖኖ እዚ ኣብ ዘመን ብሉይ ኪዳን እንድዩ እንዳንሓልፎ ነገር ኣሎ ደጊመ ክደግማ እየ ብሩኻት ብሉይ ኪዳን ዝበሃል ስርዓት እምበር ብሉይ ኪዳን ዝበሃል መጽሓፍ የለን ብሉይ እቲ ኪዳን እምበር እቲ መጽሓፍ ኣይኮነን ብሉይ እቲ መጽሓፍ ተትኾን ነይሩ ብሉይ ክርስቶስ ካብ ርእሱ ዝዛረብ ምኾነ ነይሩ ክርስቶስ ግን ካብቲ ጽሑፍ ነቲ ጽሑፍ እናምጸ ይምህር ምንባሩ ኣብቲ መጽሓፍ ብሉይነት ኣይመጸን ኣብቲ መጽሓፍ ምብላይ ኣይመጸን ብሩኻት ኣይመጽን እዩ ኸኣ መልእኽታት ሃዋርያት ዝጸሓፍዎ እንተዘይ ንርከቦ እንተዘይ ነብረና ሕጊ ሙሴን ነቢያትን ጥራይ ምሃለወና ምዃኑ ትፈልጡ ዶ? ሀ ሸው መንፈሳዊ ምግላጽ ካብ መንፈስ ቅዱስ ተቐቢልካ ንሓቂ መሰል ነቢያትን ትዛረበሉ ክትከወን ከድልየካ እዩ እሱ እኮ እዩ ስለዚ ብሓቂ ኣምላኽና ብፍርዱ ኣዝዩ ኣዝዩ ርሒብ እዩ እምበኣርሲ ነቲ ሕጊ ነቲ ሓቂ ንዓኣ ውን ኣምላኽ ኣብ ግምት ኣእትዩ ክብለኩም ከለኹ ግና ሓቂ ተዋስኦኣዊ ሓቂ ዘይኮነስ ነቲ ናይ ውሽጢ ክውንነት ነቲ ናይ ውሽጢ ሓቂ እየ ዝብል ዘለኹ ሕጂ ነዚ እዩ ዝርእሱ ኣብዚ ልጥምት ክብሪ ንስም ይኹን ሓደ ሰብ ሓጢኣት ክገብር ዘይደሊ ክነሱ በቃ ጸሉ ኢለ ይብል ብዝገበሮ መፅኡ ይንሳሕ ኩሉ እዚ እዩ ግን መሊሱ ሓጢኣት ትገብር ነቲ ዝገብሮ ርኢና ምፈረድናዮ ብዘይ ጥርጥር ብሩኻተይ ግን እናደለየስ ስለምንታይ ይገብሮ ኣሎ ኢልና ምስ ሓሰብና ንሱ ደይኮነስ ዝደፍኦ መንፈስ ተሃለወኸ ርኢኹም እቲ ሓቂ እዚ ክኸውን ይኽእል እዩ ስለዚ ናብቲ ሓቂ ከድካ ነቲ ዝደፍኦ መንፈስ ነቲ ሓጢኣት ዘግብሮ መንፈስ ንዕኡ ምስ ገናሕካ ንሱ ካብኡ ምስ ወፀ ሽዑ ከምቲ ዝደልዮ ከምኡ ኮይኑ ደው ኢሉ ከዓ ትረኽቦ ስለዚ ኩሉ ግዜ ኣብ ፍርዲ ሕጊ ጥራይ ዘይኮነስ ሓቂ ውን ኣሎ ዩ። ሓቂ ውን ኣሎ ዩ። እዚ ዩ እቲ ኣጸቢቑ ክርድኣና ዘለዎ እቲ ኣጸቢቕና ከነስተብህለሉ ዘለና እሞ ነቲ ሓቂ ድማ ሪኢኹም ሕጂ ነቲ ሓቂ ንሕና ገና ኣይፈለጥናያን ሕጂ ሓቂ ንሓዳ ርእሳ ኣመልኪትና ከማን እም ክልተ ነንበይኑ ኣተሓሳስባ ዘለና ንሕና ዳኣ እቲ ሓቂ መቸም ክልተ ክኮን ኣይክእልን እዩ እ እም ቅድሚ ኣንቲ ክራይስት ምምጽኡ ቤተክርስትያን ክትንጠቅ እያ ዝብል ሓደ ሓሳብ ክህሉ ከሎ ኖኖ ኣንቲ ክራይስት ምስ መጸ ብድሕሪኣ ቤተክርስትያን ትንጠቅ ዝበልካ ሓደ ሓሳብ ኣሎ ንኣብነት እቲ ዛዕባ ሓደ እዩ እቲ ኣባህላ ዘሎ ግን ክልተ እዩ ነዚ ኣመልኪትና እኳ ናብ ሓደ ሓቂ ክንበጽሕ ዘይከኣልናስ፣ ነቲ ሓቂ ኣምላኽ፣ ነቲ ያህወህ ዝጥምቶ፣ ኣብ ውሽጢ ዝርኦ፣ ንእሞ ግና መንፈሳዊ ምዃን ይሓትት። ስለዚ ብኻልእ ኣዘራርባ፣ ብእንርኦ ብሕጊ ጥራይ ንፈርድ ምህላውና ስጋውያን እዩ ዝገብረና። ንእግረ መገደይ። ስጋውያን እዩ ዝገብረና። መንፈሳውያን እንተኾይንና ግና እቲ መንፈሳዊ ንኹሉ ይምርምር ዝብል ከዓ ክመፃና እዩ። ስለዚ ነቲ ሓቂ እውን ክንፈልጥ ክንጅምር ኢና። ነቲ ሓቂ ኣብቲ ውሽጢ ናይቲ ሰብ ከይድና ክንፈልጥ ክንጅምር ኢና። እዜ እቲ ዝብል ደለኹ እቲ ብኻልእ ሸነኽ ነምጻ እዩ ኣብ ሰበይት ኣቦ ዝኣተወ ሰብኣይ ኣብ ማሕበር ቆሮንቶስ ነይሩ እዚ ሓጢኣት ዝገይሩ ከሎ ሳብታ ማሕበር ቆሮንቶስ ነይሩ ስለምንታይ እቶም ኣሕዋት ስለ ዘይፈልጡ ድዮም እንተኢልና ኣኣ እፈልጡ እባ እሞ ከደኣ ኣምላኽ ምሕረተኛ ኢሎም ኣሚኖም ምሕረት ገይሩሉ ኣሎ ምሕረት ይኹነሉ ምሕረት እዩ ኢሎም ደምዲሞም ክኾኑ ክእሉ እዮም ግን ብኣ እንተ ቐጺሉ እንታይ እያ ኽትመጾ ዝፈለጠ ሃዋርያ ጳውሎስ፣ ነፍሲ ወከፍ ብስጋ ኸለና ዝገበርናዮ ኽንዓጽዶ ስለ ዝዀንና፣ እ፣ ጳውሎስ ሓወይ ራሕሪሑሉ። ብሓቂ ጳውሎስ ሓወይ ደንጊጽሉ። እንታይ ገይሩ? መንፈሱ በቲ መዓልቲ ጐይታና የሱስ ምእንቲ ኽርከብ ሕጂ ስጋኡ ንጥፍኣት ንሰይጣን ይወሃብ ኢሉ። ሕጂ ርኢኹም? እዚ ሰብ እዚ ብቐጥታ እታ ብሕጊ ክመውት ይግብኦ ምዃኑ ኣስሚሩላ፣ እታ ክመውት ትብል ግን ንስጋኡ ሂቡ ንጥፍኣት ንሰይጣን ይወሃብቲ ስጋ ኢሉ መንፈሱ ግን በቲ መዓልቲ ጎይታና የሱስ ክርከብ ኢልዎ ኣሎ። ክልተ ግዜ ክፍረድ ስለ ዘይብሉ ኣብዚኣ ከሎ እንድሕር ረኺብዎ እታ ክረኽባ ዘለዎ በቃ ኣብቲኣ ካብ ፍርዲ ነጻ ክኸውን ኣሎዎ ሕጊ ምድሪ ከማን ክልተ ግዜ ኣይፈርደካን እዩ ግደፉዶ ሕጊ ሰማይ ስለዚ ከምዚ ገይሩ ክኸይድ ከሎ ንርኢ እዚ ከም ዝበለ ሰብኣይ እምበኣር መንፈሳዊ ንኩሉ ይምርምር ዝበለ ነዚ ሕጂ ከም ናይ ኣቦና ዳዊት ብስጋውን ይንበር ዘይሓደጎ ስለምንታይ እዩ እንተኢልና ሓደ፣ ብቐንዱ ንኻልኦት ኣሕዋት እውን ሕማቕ ኣርኣያ ክኸውን እዩ። ክልተ፣ ብኻልእ ብቐንዱ ኸኣ ከምዚ ዝገብርሲ ካልእ ኣማራጺ የብሉን ድዩ? ደሓር ኣብ ሰበይቲ ኣቡኡ ድማ እዩ እቲ ዲግሪ እዩ ሕጂ ከይዱ እቲ እቲ ዲግሪ ክረኣ ከሎ ናይዚ ብጣዕሚ ዝወሰኸ ኮይኑ ስለዚ እቲ ናብ ኣቦና ዳዊት ምልስ እንተኢለ ንሱ ኣይተፈርደን እቲ መጀመርያ ዝውለድ ንሱ ክመውት እዩ ተባሂሉ ኣብዚኣ ሕጂ ታምሓራት ኣምላኽ ረኣይዋ ከየስተማቐሮ ከይፈለጦ ከይተላእኮ እ ኩሉ ነገር ከም ውሉድን ወላድን ከም ዝግባእ ከይኮኑ ከሎ ብህጻኑ ኢዱ ወሰዱ ደሎ እሞ በቃ ኣብዚኣ ውን ኣብቲ ፍርዲ ውን ምሕረት ኣላ እቲ ኣብ ልዕሊ ፍርዲ ምሕረት ኣብ ልዕሊ ፍርዲ ትምካሓ ዝብል እዚ እዩ ከይረኣዮ ከይፈለጦ ከየስተማቐሮ እ ወሲድዎ እሞ ሓዘን ኣይኮነን እዩ እዚ እዚ ኮይኑ እታ ሱ ዝገበራ እ ከምኣኻ ክግበር ከኣ ኮይኑ ግን እንተታ ይሙት እትበሃል ግን ሓቂ ኣተያ ንሱ ከይመወት ገይራ ዘላ ሪኹም ስለዚ ኩሉ ግዜ ብዙሓት እፈልጥ እየ ብዙሓት ናብ ኤቴስት ዝኸዱ ሰባት፣ ብህልውና ኣምላኽ ናብ ዘይምእማን ዝኸዱ ሰባት፣ ኣምላኽ እንተሎ ከምዚ ደኣ ደይገብር፣ እዚ ደይገብር፣ እም ኣምላኽ ይፈርድ እዩ ኢልና፣ ሰብ ከምዝን ከምዝን ኮይኑ እናነበረ ደኣ ንምንታይ እዩ ከምዚ ኢሉ ደይፈርድ፣ ነቲ ሓደ ከምዚ ደይብሎ፣ ነቲ ሓደ ከምቲ ደይብሎ ኢሎም ዝኸዱ እውን በዚ እዚ ዓይነት ሕቶታት ስለ ዝፍጠሮም እዩ። እዚ ዓይነት ሕቶታት ስለ ዝፍጠሮም እዩ። እርደኣኒ እርደኣሎም እታ ባህሎም ግን እዚ ከም ሰብ ብስጋ ኮንካ ክትሓስብ ከለካ ምኳኑ ግን እነግሮም እንተደኣ ብሓቂ መንፈሳዊ ኮንካ ግና ካብ ባህሪ ኣምላኽካ ናብ ምክፋል ስለ ትመጽእ መንፈሳውነት ካብቲ መንፈስ ዝኾነ ምክፋል እዩ ስለ ትመጽእ ሽዑ ሓሳቡን ኣመላኽትኡን እንዳሃለወካ እዩ ድመጽእ በቲ መንፈሳውነትካ እናበራኽካ ብዝኸድካ መጠን ነታ ሓቂ ድማ ኣብ ውሽጢ ክትሪኣ እንዳጀመርካ ትኸይድ። ክትፈርድ ከለኻ ሽዑ ሕግን ሓቅን ተሕብረን እሞ ሽዑ እቲ ፍርዲ ትህብ። እህዚ እዩ ዝኸውን። ስለዚ ኣምላኽና ኣብ ሙሴ ሙሴ ኣብ ዘዳግም ኢልዎ ዘሎ ነዚ እዩ። ኩሉ እቲ ሰው እቲ ስውር ነገር ናይ ያህዋ ኣምላኽና እዩ ኢሉ ኣሎ። ሕጂ እሱ እንተዘይገሊጽዎ ክግለጽ ዘይክእል። ኣቦና ዳዊት መጺኡ እቲ ሓቂ ኣብ ያህወ ስውርቲ እያ ያህወ ፈልጣ እዩ ስለምንታይ እዩ እሱ ከይመወት ኮይኑ እቲ ሕጊ ከምኡ እንዳበለ ከሎ ስለምንታይ እዩ ናብቲ ገለ ዘይኣበሰ ናብኡ ሓሊፋ ታሞት ነቲ ሓቂ ኣብዚ ነገር እዚ ይፈልጣ እዩ ስለዚ እቲ ስውር ነገር ናይ ያህወ ኣምላኽና እዩ ክብል እንከሎ ነቲ ያህወ ዝፈልጦ ኣብ ሰዓቱ ክገልጸልካ ዘለዎ ንክትፈልጦ እዩ ብዙሓት እዚኣ ናብ ስላሴ ይህምጽዋ እዮም እቲ ስውር ናይ ያህዋ ኣምላኽና እዩ ይብል ዘሎ እምበር እቲ ስውር ያህወይ ኣይብልን እዩ ዘሎ ብሩኻት ከምኡ ክኸውን ኣይክእልን እዩ እዚ ማለት በቦን ወድን መንፈስ ቅዱስ ናይ ኣምንን ኣይኮንኩ ንብል ኣለኹ ግን ነፍሲ ወከፍ ጥቕሲ ነናቱ ኣባህላ ክህሉ ኣለዎ ነናቱ ሓሳብ እቲ ነናቱ ሓሳብ ክርዳእና ክእል ኣለዎ ነቲ ሓቂ ኣብ ውሽጢ ይደልያ መን ኣምላኽና ጥራይ ስለዚ እታ ናይ ናይ ውሽጢ ሰብ ናይ ውሽጢ ሰብ ደላ ሓቂ እሳ እታ ተሰወረት እሳ ናይ ያህወ እያ ያህወ ይፈልጣ እሳ እዚ እብል ደሎ ሕጂ እሳ ተደኣ እሳ ሒዙ እቲ ሕጊ ነቲ ስነ ምግባር ድፈርዶ ሒዙ ንክልትኤን ምስ ኣምፀ ሽዑ እቲ ፍርዲ ይመፅእ ብሩኻተይ ስለዚ ኣምላኽና ብፍርዱ ጻድቅ ክኸውንሲ እዘን ክልቲኤን ነገራት እዚኤን እም እየን ኣብቲ ፍርዲ ሒዝወን ዘሎ ንኽልቲኤን ማዕረ መሰል ማዕረ ስፍራ ሂብወን ኣሎ እቲ ፍርዱ ጻድቅ ምዃኑ ኸኣ በዚ ይገሃድ ማዕረ ክንደይ ኢና ግና ከምዚ ጌርና እንፈልጦ ኣነ ውን ገና በዚ ዝበጻሕክዎ ዘብጽሓኒ ደኣ እምበር ገና ምንም ዘይበጻሕኩ ምዃነይ ይፈልጥ እየ። ንቕድሚት ክግስግስ ከም ዘለኒ ከኣ እርደኣኒ። ንምፍላጥ ሸውሃተይ ክፉት እዩ። ክብሪ ንኣምላኽ። ምኽንያቱ እታ ናይ ምፍላጥ መጀመርያ ንሳ ረኺበያ ስለ ዝኾንኩ። መን እያ? ናይዚ እታ ናይ ፍልጠት መጀመርያ ከም ዘይፈልጥ ምፍላጠይ እያ። ከም ዘይፈልጥ ስለ ዝፈለጥኩ ካብኣ ክመሃር ቀሪበዮ። ብዙሕ ነገር ከኣ ኣስኒቑኒ ኣሎ። ክብሪ ንስም ይኹን ከስንቐኒ ድማ እዩ። ተባረኹለይ ግዜ ኾሚርኩም ስለ ዝሰማዕኹምኒ ጎይታ ይባርኽኩም። ንስኻትኩም ድማ ዎው ኣምላኽ ብትብልዎ መጠን ኣቦይ ይስማዕኹም። እብል ጎይታ እንተ ፈቐዶ ዝመጽእ ዘሎ ቀዳመይቲ መዓልቲ ሰሙን እም መገድታቱ ናብ ዝብል ነገር ክንኣቱ ኢና ክሳዕ ሽዑ ልዋም ቅንያት ንኹላትና ሻሎም።